ኣብ መላእ ዓለም ብምዃን መደባትና ኣብ ምክትታል ተርከቡ ዝኸበርኩምን ዝኸበርክንን ተኸታተልትናን ሎሚ 11 ሓምለ ዝበልናዮም ሓፀርትን እዋናውን ዜናታት ሒዝናልኩም መፂና ኣለና። ትከታተሉና ድማ በኸብሪ ንዕድም። ውዲት ኢማራት ዓረብ ንምውራር ወደብ ዓሰብን ምቁጽጻር ቀይሕ ባሕርን ተቓሊዑ። እቲ መንግስትን ህዝብን ኤርትራ ብንቕሓት ክከታተልዎ ዝጸንሑ ናይ ነዊሕ ግዜ ውዲት ኢማራት ዓረብ ኣብ ልዕሊ ኤርትራ ብሰፊሑ ይቃላዕ ኣሎ። እዚ ብመራሒ ኢማራት ዓረብ ተወጢኑ ንኣብይ ኣሕመድ ዝተዋህበ ትእዛዝ ንወደብ ዓሰብ ብምቁጽጻር ንኤርትራን ዞባ ቀይሕ ባሕርን ኣብ ትሕቲ ጽልዋ ኢትዮጵያ ንምእታው ዝዓለመ እዩ። ብመሰረት ዝወጹ ዘለዉ ሓበሬታታት ድማ ኢማራት ዓረብ ኣብቲ ናይ ትግራይ ውግእ ብድሮን፣ ብዘመናዊ ኣጽዋርን ብገንዘብን ንኣብይ ኣሕመድ ብምሕጋዛ ንዕኡ ከም መሳርሒ ተጠቒማ ድሌታታ ኣብ ዞባ ቀርኒ ኣፍሪቃ ንምስፋሕ ትሰርሕ ኣላ። ቀንዲ ኣጀንዳ እዛ ሃገር ድማ ንወደብ ዓሰብ ብምውራር ንኤርትራ ብሓፈሻ ንቐይሕ ባሕሪ ድማ ብፍላይ ኣብ ትሕቲ ቁጽጽር ኢትዮጵያ ንምእታው እዩ። ክቡር ፕረዚደንት ኢሳያስ ኣፈወርቂ ኣቐዲሙ ኣብ ዝሃቦ መግለጺታት ከም ዝሓበሮ መንግስቲ ኤርትራ ነዚ ውዲት'ዚ ኣቐዲሙ ስለ ዝፈለጦ ለይትን መዓልትን ብዝተዓጻጸፈ ብርታዐ ብምስራሕ ንጸል ኣብ ዕጽዋን ክባን ከም ዝኣቱ ገይሩዎ እዩ። ኣብይ ኣሕመድ ነቲ ካብ ኢማራት ዝተዋህቦ ንዓሰብ ተቖጻጸሮ ዝብል ትእዛዝ ከተግብር ዘይከኣለሉ ምኽንያት ድማ ሰራዊት ናብ ዓሰብ ገጹ እንተድኣ ተንቀሳቒሱ ኣብ ኣፍደገ ኣዲስ ኣበባ ተኣሲሩሉ ዘሎ ናይ ውሽጢ ሃገር ፖለቲካዊ መጻወድያ ንስልጣኑ ብቐጥታ ስለ ዝሰገ እዩ። እቲ ውዲት ካብ ወታደራዊ ወራር ሓሊፉ ናብ ቁጠባዊ ምዝመዛ እውን ዝሰገረ እዩ። ኢማራት ዓረብ ብመንገዲ ተቐፃሊ ካብ ኣቡዳቢ ናብ ኣዲስ ኣበባ እትመላለስ ናይ ካርጎ ኣውሮፕላን ኣቢላ ኣፅዋር ተውርድ፣ ብተለዋጢ ድማ ካብ ኢትዮጵያ፣ ሱዳን፣ ሊብያን ጫድን ዝተጓሕጎሖ ወርቂ፣ ዳይመንድን ካልኦት ክቡራት መዓድናትን ትፅዕን ከምዘላ ተገሊፁ። ኢማራት ዓረብ ንኢትዮጵያ ሙሉእ ብሙሉእ ኣብ ትሕቲ ቁፅፅራ ብምእታው ንኣብይ ኣሕመድን ላዕለዎት ጀነራላቱን ብገንዘብን ብናይ ውልቀ ህያባትን ብምዕሻው ንኤርትራ ንምድኻም ዝገበረቶ ፈተነ ግን ብፅንዓት ህዝብን መንግስትን ኤርትራ ፈሺሉ ይርከብ። ስለዚ ኤርትራውያን ነዚ ተኣሊሙ ዘሎ ሰይጣናዊ ውዲት ተረዲኦም ንሃገራዊ ሉዓላውነትን ወደባትን ንምክልኻል ኩሉ ግዜ ድልዋት ክኾኑ ይግባእ። ኣብ ኢትዮጵያ ዝርከቡ ዝተፈላለዩ ወፍርታትን ዓበይቲ ኩባንያታትን በቲ ኣብታ ሃገር ኣጋጢሙ ዝርከብ ዘሎ ኹናትን ዕግርግርን ከምኡ እውን ቁጠባዊ ውድቀት ነታ ሃገር እናገደፉ እናወፁ ይርከቡ ኣለዉ። ሓደ ካብዚኦም ኩባንያታት ትማሊ ኢትዮጵያ ሙሉእ ብሙሉእ ድሕሪ ሰብዓ ሽዱሽተን ዓመታት ገዲፉ ዋና ወፂ ከምዘሎ ወግዓዊ ሓበሬታታት ዘርጊሑ ይርከብ ኣሎ። እዚ ድማ ንስርዓት ብልፅግናን ንህዝቢ ኢትዮጵያን ኣሰንባዲ ዜና ኮይኑ ይርከብ። ቶታል ኢነርጂ ኣብ ኢትዮጵያ ሰብዓን ሽዱሽተን ዓመታት ክነጥፍ ድሕሪ ምፅናሕ ኣብታ ሃገር ተኸሲቱ ዘሎ ዝተፈላለየ ኩነታት ንቡር ስርሓቱ ከካይድ ስለዘይከኣለ ካብታ ሃገር ጠቕሊሉ እናወፀ ከምዘሎ እዩ። ወግዓዊ ሓበሬታ ኣብ ገጻቱ ኣስፊሩ ዝርከብ ዘሎ ቶታል ኢነርጂ ቀንዲ ምኽንያታት ጠቒስዎ ዘሎ ሕጽረት ናይ ወጻኢ ሸርፊ ኣብ ኢትዮጵያ ኣጋጢሙ ዘሎ ፖለቲካውን ቁጠባውን ኩነታት ነቲ ሃገር ምቹእ ከምዘይገበራ እዚ ድማ ንዝተፈላለዩ ኩባንያታት ንቶታል ኢነርጂ ጥራሕ ዘይኮነስ ካልኦት እውን ነቲ ሃገር ገዲፎም ንኽወጹ ቀንዲ ምኽንያታት ከምዝኾነ እዩ ገሊጹን ጠቒሱን ዝርከብ ዘሎ እዚ ድማ ነታ ኢትዮጵያ ትዓበላ ብምባል ንዝተፈላለዩ ዓለም ከደናግር ዝጸንሐ ስርዓት ብልጽግና ዓብይ ጽፍዒት ኮይኑ ይርከብ። እዚ ከምዚ ኢሉ እንከሎ ሚኒስተር ምክልኻል ኣሜርካ ንነዊሕ እዋን ሚስጥር ኮይኖም ዝጸንሑን ብራዳርን ብተዋጋእቲ ነፈርትን ዝተቐረጹ ኣርባዕተ ሓደስቲ ቪድዮታት ዘይተለለዩ ሰማያዊ ተርእዮታት ንህዝቢ ይፋ ገይሩ። ካብቶም ዝተዘርግሑ ኣካላት እቲ ዝያዳ ኣቓልቦ ስሒቡ ዘሎ ሽዱሽተ ኩርናዕ ዘለዎ ኮኾብ ዝመስል ቅርጺ ዘለዎ በራሪ ኣካል እዩ። እዞም ቪድዮታት ብዝተፈላለዩ ኣካላት ሰራዊት ኣሜርካ ዝተቐረጹ ኮይኖም እቶም ዝተራእዩ ኣካላት ካብቲ ንቡር ፍልጠት ወጻኢ ዝኾነ ናይ በረራ ምንቅስቓስ ከምዘርእዩ ተገሊጹ ኣሎ። እቲ ሽዱሽተ ኩርናዓት ዘለዎ ኮኾብ ተባሂሉ ተጸዊዑ ዘሎ ኣካል፣ ኣብ ሰማይ ብጣዕሚ ብዝለዓለ ፍጥነት ክንቀሳቐስ ከሎን ብድሕሪኡ ዝኾነ ናይ ሞተር ትኪ ወይ ድማ ድምጺ ከይሃበ ኣንፈቱ ክቕይር ከሎን ይረኣ። እዚ ቅርጺ እዚ ቅድሚ ሕጂ ካብ ዝተራእዩ ዩፎታት መብዛሕትኦም ክባብ ወይ ኦቫል ቅርጺ ዘለዎም ፍልይ ዘብሎ እዩ። እዞም ኣካላት እዚኦም መብዛሕትኡ ግዜ ሰራዊት ኣሜሪካ ልምምድ ኣብ ዝገብረሎም ወታደራዊ ቀላያትን ወሰን ባሕርታትን ከም ዝተራእዩ እቲ ጸብጻብ ይሕብር። እቶም ቪድዮታት ከም ዘርእይዎ፣ እዞም ኣካላት ንሕጊ ሰሓት ዝጻረሩ ይመስሉ። ብዘይ ዝኾነ ክንፊ ወይ ድፍኢት ኣብ ሓደ ቦታ ደው ክብሉን ብኡ ንብኡ ድማ ብናህሪ ክጠፍኡን ይረኣዩ። እቲ ኣብ ሚኒስተር ምክልኻል ኣሜርካ ዝርከብ ኩለመዳያዊ ፍታሕ ዘይተለለዩ ተርእዮታት ቤት ጽሕፈት ከም ዝገለጾ፣ እዞም ቪድዮታት ብዕምቆት ይምርመሩ ከም ዘለዉን ክስካብ ሕጂ ግን እዞም ኣካላት ናይ ደገ ዓለም ምዃኖም ወይ ድማ ናይ ካልኦት ሃገራት ከም ቻይና ወይ ሩስያ ሚስጥራዊ ቴክኖሎጂ ምዃኖም ንምርግጋጽ እኹል መርትዖ የለን። ይኹን እምበር እዞም ቪድዮታት ምዝርግሖም መንግስቲ ኣሜርካ ኣብዚ ጉዳይ ዝያዳ ግልጽነት ንምርኣይ ዝወሰዶ ስጉምቲ ከምዝኾነ ተንተንቲ ይገልጹ። እዚ ተርእዮ'ዚ ኣብ ሃገራዊ ድሕነት ኣሜሪካ ስግኣት ክፈጥር ስለዝኽእል፣ ላዕለዎት ኣዘዝቲ ሰራዊትን ኣባላት ኮንግረስን ብጥብቂ ይከታተልዎ ኣለዉ። እዚ ሓድሽ ምዝርጋሕ ቪድዮታት ኣብ መላእ ዓለም ብዛዕባ ህላወ ካልኦት ህይወት ዘለዎም ፍጡራት ወይ ድማ ሚስጢራዊ ቴክኖሎጂታት ዘሎ ክትዕ መሊሱ ከምዝባራዕ ገይርዎ ኣሎ። እቶም ኣርባዕተ ቪድዮታት ሕጂ'ውን ንሳይንቲስትን ክኢላታት ወተሃደራዊ ስለያን ዓብዪ ሕንቅልሕንቅሊተይ ኮይንዎም ይቕጽል ኣሎ። ቅዱስ ሲኖዶስ ኣብ ልዕሊ ቤተ ክርስቲያንን ኣገልገልታን ንኹሉ ምኽርን መእረምታን ዕሽሽ ብምባል ግህሰት ፈጺሞም ንዝበሎም ኣርባዕተ ኣባላት ሃገረ ስብከት ኤውሮፓ ወጊዙ ብተደጋጋሚ ኣብ ልዕሊ ክብሪ ቤተ ክርስቲያን ኤርትራን ጳጳሳታን መምህራናን ካህናታን ዲያቆናታን ክቡራት ምእመናን ኣብ ማሕበራዊ መራኸቢ እናቕረቡ ንህዝቢ ኣደናጋሪ ንኽብሪ ቤተ ክርስቲያን ብዝገሃሰን ብሓሶትን ወይ ብተባህለ ብዝህብዎ ዘይኦርቶዶክሳዊ ቃልን ኣብ ልዕሊ ቅድስቲ ቤተ ክርስቲያን ኤርትራን ብዘስዓብዎ ግህሰት ሰባትን ስድራቤታቶምን

እዞም ሰባት እዞም ዝስዕቡ እዮም። ቀዳማይ እስክንድር ዳንኤል ኣብ ማሕበራዊ መራኸቢ እስክንድር ውላድ ዓራርብ ብዝብል ዝፍለጥ ካብ ጀርመን ማንሃይም። ካልኣይ ገሶም መዓሾ ኣብ ማሕበራዊ መራኸቢ ብመዘምራን ገሶም ብዝብል ዝፍለጥ ካብ ሽወደን። ሳልሳይ ተመስገን ኣማረ ኣብ ማሕበራዊ መራኸቢ ድማ ብተመስገን ኣማረ ኣብ ኤርራውሊዕ ብዝብል ዩትዩብ ዝጥቀም ካብ ቬና ኦስትርያ፣ ራብዓይ ቦክረየማነ ኣብ ማሕበራዊ መራኸቢ ድማ ቦኩረ ቦኩረየማነ ብዝብል ናይ ፌስቡክ ሕሳብ ዝፍለጥ ካብ ሊድስ ዓዲ እንግሊዝ ኮይኖም እዚኣቶም ኣብ ማሕበረ ምእመናን ከይሳተፉን ብንስሃ እስካብ ዝምለሱ ድማ ኩለን ሃገረ ስብከታትን ንኡሳን ሃገረ ስብከታትን ነዚ ውሳነ ንምትግባር ኣብ ባይታ ክሰርሓሉን ህዝበን ካብ ናይዞም ሰባት ጌጋን እኩይን ሓበሬታ ክነቅሕ ከዘኻኽራን በቲ ዘሎ መሳልላዊ መስርሕን ኣሰራርሓን ከም ቀደመን ክጓዓዛን ብምልዋው መልእኽቱ ዛዚሙ። ኣብ ዝሓለፈ ኣርባዕተ ዓመታት ቀዳማይ ሚኒስተር ኢትዮጵያ ኣብይ ኣሕመድን ላዕለዎት ጀነራላት ሰራዊት እታ ሃገርን ብዛዕባ እዋናዊ ኩነታት ጸጥታ ሃገሮም ዝሃብዎ መግለጺታት ምስቲ ኣብ ባይታ ዘሎ ጭቡጥ ኩነታት ዝጋጨውን ተለዋዋጢ ባህሪ ዘለዎምን ምዃኖም ተዓዘብቲ ይገልጹ።

ብተወሳኺ እቶም የለዉን ተባሂሎም ዝተገለፁ ሓይልታት ሕጂ ድማ ንኻልእ ዙር ኲናት ይዳለዉ ኣለዉ ብምባል ቀዳማይ ሚኒስትር ኣብ ኣዲስ ኣበባ ንዝርከቡ ናይ ወፃኢ ሃገራት ኣምባሳደራት ስግኣት ኣለኒ ዝብል ናይ ፍርሒ መግለፂ ምሃቦም ነቲ ቀዲሙ ዝተባህለ ተበቲኖም እዮም ዝብል ዘረባ ዘፍርስ ኮይኑ ተረኺቡ ኣሎ። ጉዳይ ፋኖን ተለዋዋጢ ምስምሳትን ተመሳሳሊ ተለዋዋጢ መርገፂ ኣብ ጉዳይ ፋኖ እውን ይረኣ ኣሎ። ላዕለዎት ጀነራላት ሰራዊት ኢትዮጵያ ፋኖ ዝበሃል ሓይሊ የለን ተሳዒሮም እዮም፣ ሕጂ ንደሊ ዘለና ውሑዳት ተሓቢኦም ዘለዉ ውልቀ ሰባት ጥራይ ክብሉ ጸኒሖም እዮም። ይኹን እምበር ኣብቲ ኲናት ስዕረትን ኪሳራን ክገጥሞም ምስ ጀመረ ብቕጽበት ቃላቶም ብምቕያር እዚ ሓይሊ ፋኖ ጥራሕ ኣይኮነን ሰራዊት ህወሓትን ኤርትራን ስለ ዝሓገዝዎም እዮም ክስዕሩና ዝኸኣሉ ብምባል ካልእ መመኽነይታ ክፈጥሩ ተራእዮም እዮም። ቀጠናዊ ስግኣትን ተገራጫዊ ዘረባታትን፣ ብዛዕባ ቀጠናዊ ጸጥታ ቀርኒ ኣፍሪቃ ብዝምልከት እውን ቀዳማይ ሚኒስተር ኣብይ ኣሕመድ ኣብ ቀረባ ግዜ ንኣምባሳደራት ኣብ ዝሃብዎ መግለጺ፣ ኣብዚ ዞባ ናይ ሓይልታት ምትእኽኻብ ተፈጢሩ ኣሎ፣ እዚ ድማ ንኢትዮጵያ ዓብዪ ስግኣት እዩ ብምባል ተዛሪቦም ነይሮም። ድሕሪ ውሑድ መዓልታት ግን ቅይር ብምባል ካብ ሱዳን፣ ካብ ኤርትራ ወይ ድማ ካብ ህወሓት ዝመፀኒ ዋላ ሓደ ዓይነት ስግኣት የለን ክብሉ ተሰሚዖም። እዚ ተኸታታሊ ተለዋዋጢ መግለፂታት ቀዳማይ ሚኒስተር ብሓቂ ስግኣት የብሉን ድዩ ወይስ ሓቅታትን ቃላቶምን ይርስዑ ኣለዉ ዝብል ሕቶ የስዕብ ኣሎ። ምንም ስግኣት ካብ ዘይብልካ፣ ስለምንታይ ደጋጊምካ ናይ ፍርሒ ቃላት ትዛረብ ብምባል ዝሓትት ኣካል ግን እስካብ ሕጂ ኣይተረኸበን። እዚ ተርእዮ እዚ ኣብ ኢትዮጵያ ዘሎ ፖለቲካዊ መሪሕነት ንህዝብን ንዓለም ለኸ ማሕበረሰብን ዘመሓላልፎም መልእኽታት ክስካብ ክንደይ ዝተኣማመኑ ምዃኖም ኣብ ዓብዪ ሕቶ ዘእቱ እዩ። ኣብ ሃገረ ባሃማስ ብዘጋጠመ ሓደጋ ንእሽቶ ነፋሪት ዓሰርተ ሰባት ህይወቶም ሓሊፉ። ኣብ ሃገረ ባሃማስ ፍላሚንጎ ኤር ዝተባህለት ትካል ተመሓድራ ንእሽቶ ነፋሪት ብዘጋጠመ ሓደጋ ኩሎም ኣብ ውሽጣ ዝነበሩ ዓሰርተ ሰባት ህይወቶም ከም ዝሓለፈ ሰበ ስልጣን እታ ሃገር ኣፍሊጦም። እታ ሴስና ኣርባዕተ ሚእትን ክልተን ዝዓይነታ ንእሽቶ ነፋሪት፣ ትማሊ ዓርቢ ካብ ርእሲ ከተማ ናሳው ተላዒላ ናብ ሳን ኣንድሮስ ትጓዓዝ ኣብ ዝነበረትሉ እዋን እያ ሓደጋ ኣጋጢምዋ። እታ ነፋሪት መዕርፎ ነፈርቲ ንምብጻሕ ቁሩብ ደቓይቕ ምስ ተረፋ ኣብ ሰሜን ኣንድሮስ ኣብ ዘርከብ ዱር ከም ከምዝተሓምሸሸት ተገሊጹ። ኣብታ ነፋሪት ትሽዓተ ተጓዓዝትን ሓደ ፓይሎትን ጠቕላላ ዓሰርተ ሰባት ነይሮም። ብመሰረት ጸብጻብ ፖሊስ፣ ሓደ ካብቶም ተጓዓዝቲ ካብታ ዝነደደት ነፋሪት ብህይወቱ ወጺኡ ናብ ሆስፒታል ተወሲዱ እኳ እንተነበረ፣ ብሰንኪ ዝበጽሖ ጽንኩር ማህሰይቲ ግን ህይወቱ ክትድሕን ኣይከኣለትን። ቀዳማይ ሚኒስተር ባሃማስ ፊሊፕ ብሬብ ዴቪስ፣ እቲ ሓደጋ ሃገሮም መበል ሓምሳን ሰለስተን ዓመት መዓልቲ ናጽነታ ኣብ ተብዕለሉ ዘላ እዋን ብምግጣሙ ዝተሰምዖም ዓሚቕ ሓዘን ገሊጾም፣ መንግስቲ ባሃማስ ከም ቅድመ ጥንቃቐ ንኹሉ በረራታት ትካል ፍላሚንጎ ኤር ንግዚኡ ደው ከም ዝብል ኣዚዙ ኣሎ። እዚ ከምዚ ኢሉ እንከሎ፣ ናብ ኢትዮጵያ ሓደሽቲ ኣጽዋር ከም ዝኣተዉ ተገሊጹ። ሓደሽቲ ኣፅዋር ሕጂ ናብ ኢትዮጵያ ከምዝኣተወ ብርክት ዝበሉ ናይ መካናይዝድ ኣፅዋር ኣብ ዝተፈላለዩ ካምፕታት ከምዝዓረፈ እዩ ዝንገር። ንኣብነት ኣብ ኣዋሽ ኣርባ፣ ኣብ ሰመራ፣ ባህርዳር፣ ሞኮድ ከባቢ፣ ኣብ ኣዳማ ዘለዋ ጥራይ። ንኣብነት ኤስኤች ዓሰርተ ሓሙሽተ፣ ፒሲኤል ሚእትን ሰማንያን ሓደን ዝበሃል መድፍዕ ናይ ሚእትን ሓምሳን ሓሙሽተን ሚሊ ሜትር ናይ ቻይና መድፍዕ እዩ። መድፍዕ ኣምፂኦሞ ዘለዉ ቻይናውያን ኦፐሬት ዝገበርዎ ከምዘይኮነ ተገሊፁ። ብተወሳኺ መንግስቲ ኢትዮጵያ ኣዋጅ ክተት ከምዝኣወጀ ይግለፅ ኣሎ። ካብ ኩሉ ክልል ሰራዊት ክዋፃእ ትእዛዝ ከምዝወረደ እውን ተፈሊጡ ኣሎ። ንኦሮሚያ ስሳን ሓሙሽተን ሽሕ ሚሊሻ ከዋፅኡ ኮታ ተዋሂብዎም ኣሎ። መበል ዕስራን ሸሞንተን ዙር ክረምታዊ መርሃ ግብሪ ስራሕ ተምሃሮ ኣብ መላእ ዞባ ማእከል ብወግዒ ተጀሚሩ። ብሚኒስትር ትምህርቲ ዝምራሕ እዚ መርሃ ግብሪ ካብ ኣርብዓን ሓሙሽተን ማእከላት ዝመፁ ሸውዓተ ሽሕን ሰለስተ ሚእትን ሰብዓን ትሽዓተን ተምሃሮ ሰላሳ ሚእታዊት ደቂ ኣንስትዮ ይሳተፍሉ ኣለዉ። ካብዚኦም እቶም ዝበዝሐ ኣብ ዕቀባ ሓመድን ማይን ዝተዋፈሩ ኮይኖም ልዕሊ ሸውዓተ ሚእቲ ሽሕ ሜትሮ ዝኸውን ምድንዳን ንምስራሕን ልዕሊ ክልተ ሚእትን ዕስራን ሽሕ ፈልስታት ንምትካልን መደብ ተታሒዙ ኣሎ። እቶም ዝተረፉ ሓሙሽተ ሚእታዊት ድማ ኣብ ንጥፈታት ድሕንነት ትራፊክ ተዋፊሮም ይርከቡ። ተምሃሮ ድሮ ብንጥፈት ኣብ ስራሕ ተዋፊሮም ከምዘለዉ ካብዚ ድማ ክብርታትን ክእለታትን ባህሊ ስራሕን ርክባትን ይቐስሙ ከም ዘለዉ ሓለፍቲ ገሊፆም። ኣብ ሃገራዊ ደረጃ እዚ መርሃ ግብሪ ክስካብ ዓሰርተ ሓሙሽተ ነሓሰ ዝቕፅል ኮይኑ ኣብ ሚእትን ስሳን ማእከላት ልዕሊ ሰለስተ ሚእቲ ሽሕ፣ ሰላሳን ሸውዓተን ሚእታዊት፣ ደቂ ኣንስትዮ ተምሃሮ ይሳተፍሉ ኣለዉ። እዚ ንጥፈታት ብሓገዝ ሓደ ሽሕ መምህራንን ክኢላታት ሕርሻን ኣወሃሃድትን ይካየድ ኣሎ። ካብ በዓል መዚ ዱርን እንስሳን፣ እንስሳ ዘገዳምን ኣቶ ሚካኤል ኣብርሃም ከም ዝሓበርዎ፣ ካብ ትሽዓተ መናድያት ክልተ ነጥቢ ሽዱሽተ ሚልዮን ፈልስታት ተዳልዩ ከም ዘሎን ኣብዚ ናይ ክረምቲ ወቕቲ ድማ ክልተ ነጥቢ ሰለስተ ሚልዮን ፈልስታት ክትከል ትጽቢት ከም ዝግበርን ገሊጾም። ሃገራዊ ፌስቲቫል ክልተ ሽሕን ዒስራን ሽዱሽተን ካብ ዓሰርተ ሸሞንተ እስካብ ዒስራን ሽዱሽተን ሓምለ ኣብ ቀጽሪ ኤክስፖ ከምዝካየድን ብዞባታትን ሃገራዊ ኣዋሃዱ ሽማግለ በዓላትን ክካየድ ዝፀንሐ ምድላው ከምዝተፃፈፈን ኮሚሽነር ባህልን ስፖርትን ኤርትራ ኣምባሳደር ዘመደ ተኽለ ሓቢሩ። ኣብየ መንበዐ ጥቕ ጉጅለ ሑቲ ኣብ ዝመሓደር ሞካ ዝበሃል ኣብ ዞባ ምዕራብ ተዓዝ ዝርከብ ከባቢ ኣብ ምግፋፍ ዓሳ ተዋፊሮም ዝነበሩ የመናውያን ናብ ናይ ኤርትራ ክለ ማይ ድሕሪ ምእታዎም ብሓይሊ ባሕሪ ኤርትራ ኣብ ትሕቲ ቀይዲ ከምዝኣተውን ንብረቶም ከምዝተተሓዘን ናይ ሑቲ ሰበስልጣን ኣብ እቲ ከባቢ ሓቢሮም። እዞም ሰበስልጣን ሂቦሞ ኣብ ዘለዉ ሓበሬታ፣ እቲ ፍጻመ ኣብ ዝሓለፈ ቀረባ ሰዓታት ከምዘጋጠመን፣ እዞም የመናውያን ገፈፍቲ ዓሳ ድማ ኣብ ክለ ማያት የመን ይገፉ ኣብ ዝነበርሉ ግዜ ብዘጋጠመ ሕማቕ ኩነታት ኣየር ተደፊኦም ናብ ናይ ኤርትራ ክለ ማያት ከምዝኣተዉን ብዙሕ ከይጸንሑ ድማ ብፈጣናት ጀላቡ ኣብ ሓለዋ ዝነበሩ ኣባላት ሓይሊ ባሕሪ ኤርትራ ኣብ ሓጺር ግዜ ብምምጻእ ኣብ ትሕቲ ቀይዲ ከምዘእተዉዎምን ነቲ ሒዞሞ ዝነበሩ ንብረት ከምኡ ድማ ጀላብኦም ሃጊሮም ድማ ሓይሊ ባሕሪ ኤርትራ ነቶም የመናውያን ገፈፍቲ ዓሳ ካብ ናይ ኤርትራ ክለ ማያት ክወጹ ከም ዝገበርዎም ተገሊጹ ኣሎ። እቲ ኣብ ከባቢኡ ዝርከብ በዓል ስልጣን ድማ ንማዕከናት ዜና ኣብ ዝሃቦ መግለጺ እቶም ናብ ክለ ማያት ኤርትራ ዝኣተው የመናውያን ገፈፍቲ ዓሳ ንብረቶም ምትሓዙ ነቶም ገፈፍቲ ዓሳ ብዘይ ዝኾነ ህይወቶም ዝመርሕሉ ሃብቶም ክተርፉ ከም ዝተገበረ እዚ ድማ ቅኑዕ ኣይኮነን ብምባል ኣብ ህይወቶም እቶም ገፈፍቲ ዓሳ ኣሉታዊ ጽልዋ ክህልዎ እዩ ክብል ተቓዊሙ። ከም ዝፍለጥ የመናውያን ግፈፍቲ ዓሳ ብተደጋጋሚ ካብ ክለ ማያት የመን ሓሊፎም ናብ ናይ ኤርትራ ክለ ማያት ብምእታው ዓሳ ክገፉ ዝፍትኑ ኮይኖም ብዙሕ ግዜ ድማ ብሓይሊ ባሕሪ ኤርትራ ኣብ ትሕቲ ቀይዲ ክኣትዉን ንገለ እዋን እውን ናብ ኤርትራ ተወሲዶም ኣብ ቤት ማእሰርቲ ንገለ ኣዋርሕ ክጸንሑ ተራእዮም እዮም። ሕጂ ግን እዞም የመናውያን ግፈፍቲ ዓሳ ብሓይሊ ባሕሪ ኤርትራ ኣብ ዝተትሓዙሉ ንብረቶም ተሃጊሩ ካብ ናይ ኤርትራ ማያት ብሓንቲ ጃልባ ክምለሱ ከም ዝተገብረ እዩ ተገሊጹ ዘሎ። እዚ ከምዚ ኢሉ እንከሎ ፋኖ ንሻዕብያ ወኪሉ ኹናት ንዓሰብ ኣብ ክልል ኣምሓራ የካይድ ኣሎ ዝብል ኣውያት ካብ ሰበስልጣን ስርዓት ብልፅግናን መራኸብታት ናይታ ሃገርን ካብ ትማሊ ጀሚሩ እናተቓልሐ ይርከብ ኣሎ። እዚ ኹነታት ዝተፈጠረ ሓላፍን ጠርናፍን ናይ ፋኖ ዘመነ ካሴ ኣብ ናይ ኮማንዶ መመረቕታ ስነስርዓት ተረኺቡ ኣብ ዘስመዖ መደረ ብልፅግና ንህወሓት ምስኡ ብምዃን ናብ ክልል ኣምሓራን ናብ ኤርትራን ክወፍሩ ዘቕረበሎም ፃውዒት ህዝቢ ትግራይ ከምኡ'ውን ሰበስልጣን ህወሓት ክነፅግዎ ስለዝኸኣሉ እቲ ትልምን ዕላማን ናይ ስርዓት ብልፅግና ንህዝብታት ክልል ኣምሓራን ንፋኖን ጨፍሊቕካ ብኦቢልካ ኤርትራ ንምዝማትን ባሕሪ ኣፍደገ ባሕሪ ዝብል ትልምታት ሙሉእ ብሙሉእ እቲ ሕልሚ ከምዝበነነን ከምዝመኸነን ክዛረብ ተሰሚዑ ይርከብ ኣሎ። ፕሬዝደንት ትራምፕ ኣብ ልዕሊ ኢራን ተሪር መጠንቀቕታ ሂቡ። ፕሬዝደንት ዶናልድ ትራምፕ ብመንግስቲ ኢራን ናይ ቅትለት መጥቃዕቲ እንተጋጢምዎ ኣሜሪካ ንኢራን ቅድሚ ሕጂ ተራእዩ ብዘይፈልጥ ብርቱዕ ወታደራዊ ስጉምቲ ክትወስድን ቦምባ ክትድብድብን መምርሒ ከም ዘመሓላለፈ ኣፍሊጡ። ከም ጸብጻብ ጋዜጣ ኒውዮርክ ፖስት ድማ ፕሬዝደንት ትራምፕ ካብ ኢራን ዝመጽእ ዘሎ ናይ ቅትለት ስግኣት ብዝምልከት ተሪር መጠንቀቕታ ሂቡ ኣሎ። ትራምፕ ኣብ መግለጺኡ እቲ ዝገደፍክዎ መምርሒ ንጹር እዩ፣ ሓደ ነገር እንተጋጢሙኒ ቃል ብቓሉ ቅድሚ ሕጂ ተራእዩ ብዘይፈልጥ ሚዛን ንኢራን ክድብድብዋ ኢሉ። ብተወሳኺ ትናፍቖኒ ተስፋ ገበር ብምባል መልእኽቱ ኣመሓላሊፉ። እዚ መጠንቀቕታ ዝመጸ ትካላት ስለያ ኣሜርካ፣ ኢራን ኣብ ልዕሊ ትራምፕ ናይ ቅትለት ውጥን ክህልዋ ከም ዝኽእል ድሕሪ ምሕባረን ኮይኑ፣ እቲ መግለጺ ኢራን ካብ ዝኾነ ይኹን መጥቃዕቲ ንኽትቁጠብ ዝዓለመ ናይ መጠንቀቕታ መልእኽቲ ተገይሩ ይውሰድ ኣሎ። እዚ ከምዚ'ሉ እንከሎ ድማ ኣብቲ ዞባ ዘሎ ወጥሪ ዝያዳ ዘጋድድ ፍጻመ ተመዝጊቡ ኣሎ። ሓይሊ ባሕሪ ኣሜርካ ናብ ኢራን ኣጽዋር ሒዛ ትጓዓዝ ዝነበረት መርከብ ኣብ ትሕቲ ቁጽጽሩ ከምዘውዓለ ገሊጹ። እታ መርከብ ብዘይሕጋዊ መንገዲ ዝተፈላለዩ ዓይነት ኣጽዋር ሒዛ ትንቀሳቐስ ከምዝነበረት ዝገለጸ ሓይሊ ባሕሪ ኣሜርካ፣ እዚ ስጉምቲ'ዚ ጸጥታ'ቲ ዞባ ንምሕላውን ሚስጢራዊ ምንቅስቓስ ኣጽዋር ንምዕጋትን ዝተገበረ ምዃኑ ኣፍሊጡ። እዚ ፍጻመ እዚ ምስቲ ፕረዚደንት ትራምፕ ዝሃቦ ተሪር መጠንቀቕታ ተደሚሩ፣ ኣብ መንጎ ዋሽንግተንን ቴህራንን ዘሎ ርክብ ናብ ዝኸፍኣ ደረጃ ይበጽሕ ከምዘሎ ዘርኢ'ዩ። ናብ ካልእ ዜና ምስ እንሰግር ኣብ ዕርዲ ዛላንበሳ ዓዲ ሓቂ ዝነበሩ ኤርትራውያን ወታደራት ከም ዝተበገሱ ከምዝተበገሱ ተሰሚዑ። ነበርቲ እቲ ከባቢ ንማዕከናት ዜና ኣብ ዝሃብዎ ሓበሬታ፣ እቶም ንዓመታት ወጻኢታትን ኣታዊታትን ከምኡ'ውን ንማሕበረሰብ እቲ ከባቢ ክቆጻጸሩ ዝጸንሑ ኣባላት ሰራዊት ኤርትራ ንድሕሪት ተመሊሶም ናብታ ኣብ ዛላምበሳ ዝርከብ ዓዲ-ሓቂ ዝተብሃለ ቀንዲ መንገዲ ኣስፋልት ነጥቢ ብምቕማጥ ናብ መስመር ኤርትራ ከምዝተጓዓዙ ሓቢሮም። ብመሰረት እቶም ነበርቲ እዞም ወተሃደራት ካብ ትሽዓተ ሓምለ ካብ ለይቲ ጀሚሮም ካብቲ ከባቢ ከምዝሰሓቡ ተገሊጹ'ሎ። እዚ ከምዚ ኢሉ እንከሎ ኣዛዚ ኣርሚ ሰብዓ ኮር ሓደ ኣብ ናይ ሱዳን ውሽጣዊ ኲናት ናመርሐ ሞይቱ ዝብል ሓበሬታ ኣብ ማሕበራዊ ሚድያ ክዘዋወር ሓዲሩ እዩ። ይኹን እምበር ትግራይ ስትሪም ሚድያ ኣብ ሱዳን ዝርከቡ እሙናት ፍልፍላት ሓቲታ ኣዛዚ ኣርሚ ሰብዓ ኣብ ዝተወሰኑ ውግኣት ከምዝተሳተፈን ይኹን እምበር ኲናት ናመርሐ ሞይቱ ዝብል ሓበሬታ ሓሶት ምዃኑ ገሊፆምልና ብምባል ትገልፅ። መመረቕታ ሰላሳን ሸሞንተን ዙር ሃገራዊ ኣገልግሎት ሳዋ ተዛዚሙ። ሰላሳን ሸሞንተን ዙር ሃገራዊ ኣገልግሎት ሳዋ ናይ ዓሰርተ ክልተ ክፍልን ናይ መልቀቒ ማትሪክን ድሕሪ ምዝዛሞም፣ ግቡእ ወታደራዊ ታዕሊም ድሕሪ ምውሳዶም ኤርትራውነት ዘሕብን መንነት ኣብ ዝብል ቴማ ሎሚ ዕለት ዓሰርተ ሓደ ሓምለ ፕረዚደንት ኢሳያስ ኣፈወርቅን ላዕለዎት ኣዘዝቲ ሰራዊትን ኣባላትን ወለድን ኣብ ዝተረኸብሉ ብክብ ዝበለ ስነ-ስርዓት ተዛዚሙ። ተመረቕቲ'ውን ተረከብቲ ሃገር ሕድሪ ናይ ዝሓለፉ ዙራት ምዃኖም